እናደወለ ዓይነይ ክስካዕ ዝቐይሕ ኣብዚ ሽዱሽተ ዓመት ውሽጢ ደም የንበዐኒ ትሕቲ መሓዙታ መሓዙትኪ ገዛ ኣብ መቐለን ውቕሮን እናገዝኣ ንስኺ ግን ሞያ ዘይብልኪ ናይዚ ኩሉ ዓመት ቅርሽኺ እንታይ ጌርክዮ እናበለ ሰለምታ ኣይረሳዕኹን ፍትዋ ተኸታተልተይ እንኳዕ ብሰላም መጻኹም ንሎማዓልቲ ሒዘልኩም ዝመጻኹ መደብ መደብ እንታይ ትመኽሩኒ ዝብል ሓንቲ ሓፍተይ ዝጽሓፈትለይ ዛንታ እየ ሒዘልኩም መጽየ ከምቲ ኩሉ ግዜ ዛንታ ኣንብየ ምስ ወዳእኹ ሓሳበይ ከካፍል ኣየ። ንስኻትኩም እውን ዛንታ ሓፍትና ሰሚዕኹም ምስ ወዳእኹም ሓሳብኩምን ምኽርኹምን ከምቲ ልሙድ ኣብ ኮሜንት ንክተስፍሩላ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይዚ ሓፍትና ዛንታ ከብለኩም ላይክ ሼር ሳብስክራይብ ምግባር ኣይትረስዑ። ሰናይ ምክትታል። እዛ ዛንታኣ ከምዚ እያ ትብል። ሰላም ኣምላኽ ምስ ኩላትና ይኹን ኣቢ ሓፍተይ ይከታተለኪ እየ ቀፅልሉ ብጣዕሚ ደስ ኢሉኒ እየ ዝሰምዖ ኣምላኽ ዕድመ ይሃብኪ። ኣሜን ዝሓፍተይ የቐንየለይ ንኹላትና ከዓ ናብ ሕቶይ ከብል ኣነ ኣፍቃሪ ኣለኒ ሽዱሽተ ዓመት ንገብር ብጣዕሚ ዝፈትዎ ዘኽብሮ ሰብ እዩ ኣነ ንሓደ ሰብ የፍቅሮ እየ እምበር የፍቅረኒ እዩ ኣይብልን ውሽጡ ስለ ዘይፈልጦ ኣነ ግን ብጣዕሚ እየ ዘፍቅሮ ሽዱሽተ ዓመት ጌርና ሓንቲ መዓልቲ ቅርሺ ኢልኒ ይፈልጥን ኣነ እውን ካብኡ ተፀባይት ኣይኮንኩን ብጣዕሚ ንከባበር ኢና ሕዚ ምኽሪ ደልየሉ ዘለኹ። ከምቲ ኩላትና ንፈልጦ ኣብ ዕጽዋን ክባን ብዙሕ ቅርሺ ኣጣፊኤ እና ኣሹዐ ቅርሺ ኣይሓዝኩን። ሕዚ ታይ ይብለኒ ኣበይ ኣሎ ቅርሺኺ ይብለኒ ኩሉ ነጊረዮ ኮርዩ ንምንታይ ቅርሺ ተጣፍኢ ይብለኒ ሱቕ ኢለ ቀጺልና ስርሐይ ይሰርሕ ሓፍተይ የመን ትውቃዕ ንዓኣ መሐከሚ ይሰደላ ሓወይ እውን ምሽዋር ይመጽእ እሞ ይሰደሉ ቅርሸይ ንምሽዋር ኮነ ኢለ ኢለ ኣብዚ ክልተ ሽሕን ዓሰርተ ሽዱሽተን ዓመተ ምህረት ገዛ የገዝእ እሞ ኣብዚ ገዛ ገዚእኽስ ዓለ መግኒኺ ድዩ ኢሉ ልበይ ሕማቕ ከም ዝስመዐኒ ገይሩኒ ዓድና ክንከድ ኢና ይብለኒ ኣነ ኣይከድን ገዛይ ከየስራሕኹ ይብሎ ናተይ ኣለኒ እዩ ናትኪ ዓዲ ምስ ከድና ክንሸጦ ኢና ይብለኒ ኣነ እውን ደስ ኣይበለንን ካብኡ መስከረም ደስ ይብለኒ ካብኡ መስከረም ቅርሺ ኣለክዶ ይብለኒ ቅርሺ ትበሃል ኣይብለይን ኢለዩ ኮርዩ ሰሪሕኺ ዘይተቐየርኪ ኢሉ ትርፊ ቃላት ይዛረበኒ ብጣዕሚ ሓሪቐ ኣነለ ካብ ሀዚ ስርሒ ይብለኒ ካብኡ ብጣዕሚ ይሕመኒ እሞ ሒሙኒ ይብሎ ረእይ ቅርሺ ተዝህልወኪ ዓድኺ ምኸድኪ ኢሉኒ ኣነ ተናዲደ በኽየ ቅርሺ ዝተዛረበኒ ሰብ ኣይፈቱን ጭራሽ ብዙሕ ፈተና ኣጋጢሙኒ ሓዘን ነይሩኒ ሬሳ መስደዲ ተባሂለ ቅርሸይ ብዙሕ ቅርሺ ኣውጺኤ ምስ ሓለፈስ ናይ ሸሞንተ ወርሕኺ ቅርሺ ኣበይ ኣሎ ኢሉኒ። ግድን ድየ ከጸባጽበካ ኢለዮ ኩሉ ዘጋጠመኒ ተዛሪበዮ። ግን ኣይርድኦን። እስኺ ሱቕ ኢልኪ ኢኺ ኢሉ ሕማቕ ቃላት ኣውጺኡ ስለ ቅርሺ ዘልዕለለይ ሰብ ብኽያት እዩ ዝቕድመኒ። ንስኺ ሰሪሕኺ ዘይተቐየርኪ ይብለኒ። ከምዚ እናበለኒ ግን ኩሉ ግዜ እየ ዝነብዕ። ሓንቲ መዓልቲ እሞ ዓይነይ ብብኽያት ሓዊ መሲሉ ንስኺ ኣይብልክን ኣይትበጽሕዮን ይብለኒ ሞራለይ ስብር ይብል ክዛረበኒ ከሎ ሀዚ እንታይ ድየ ክብለኪ ደልየ ኣቦዋይ ንሱ ገዛ ገዚኡ ምስ ገዝአ ገዚኤ ይብለኒ ከምዚ ኢሉ ዘየማኸረኒ ንምንታይ ከምዚ ዘይበልካኒ እንተኢለዮ እንታይ ክትሕግዝኒ ኔርኪ እዩ ይብለኒ ኣነ ኩሉ ምስ በጻሕክዎ እየ ዝዛረበኪ ይብለኒ ንስኺ ክትዛረብኒ እየ ዝደሊ ንስኺ ብቻ ፍቕሪ ኣይጉደልኪ ይብለኒ ኣብ መጨረሻ ምርር ምስ በለኒ ኣይምልከተካን ኣብ ናተይ ቅርሺ ቅርሺ ብቻ ኣበይ ጌርክዮ እምበር ጥዕናይ ዘሕልፎ ዘለኹ ሽግርን ኣይትርድኦን ኢለዮ ምስ በኸኹ ይቅርታ ሓቲቱኒ ዋላ ይሕተተኒ እምበር ኩሉ ግዜ ቂም ይሕዘሉ ብቕርሽኺ ኣበይ ኣሎ ሰሪሕኺ ዘይተለወጥኪ መሓዙትኩ እኮ ውቕሮ መቐለ ገዚኤን ኣነውን ኣብ ደሓን እየ ገዚኤ ግን ንዕኡ ደስ ኣይበሎን። ኣውራ ሕቶይ ግድን ድዩ ክቆጻጸረኒ ዘለዎ ኣብ ፍቅሪ እናሃለኻስ ናቱ ዝሰርሖ ዘለዎስ ግድን ድዩ ክሓብእኒ ኣነ ውን ብሀዚኡ ሸውዓተ ዓመት ጌርኪ ምንም ዘይሓዝኪ ዝብለኒ ኣብ ሓዳር ምስ ሓዝኩስ እንታይ ክብለኒ እዩ ኢለ ስቅቅ ኢለ ቂም ሒዘሉ እናፈተኽዎ እናሃለኹ ሓደ ሓደ ግዜ ይጸልኦ ኣይዞኹ ዘይብለኒ ሞራለይ ዝነክእ ቃላት እናተዛረበኒ ከምዝስ የጋጥመኪ እንዶ እንታይ ክገብር ኣለኒ። ዓዲ ገዛይ ከየስራሕኹ ንዕኡ ኣሚነ ተኸድኩስ ጸገም ኣለዎ ዶ? ዘንበዐኒ ነገር ዘረሳዕኽዎ ሓፍቱ ኣላቶ ሓጊዝዋ ገዛ ገዚኣ ንሳ ብጣዕሚ ዝፈትዋ ቆልዓ እያ ናይ ውሽጥና ኣይንተሓባባእን ካብኡ ንሳ እኳ ረኣያ ንስኺ ኣበይ ኣለኺ ንሳ ክንደይ ቅርሺ ኣኪባ ኣላ ንስኺ ግን ምንም ዘይብልኪ ኢሉኒ ዘይርድኣለይ ናተይ ኢለ ቀሪበዮስ ኢለ ዋላ ሓልዩለይ ይኹን እዞም ዘውጽኦም ሕማቓት ቃላት ግን ኣይወለድኪ ኣይሰራሕኺ ይብለኒ ኣነ ብጣዕሚ ዝርድኡኒ ስድራ ኣለውኒ ገደን ድዩ ኣፍቃሪኻ ቅርሽኻ ክጻባጸቦ ዝብል እዩ ዛንታኣ ናይ ገለ ገለ ሰባት ድፍረትሲ ክትገልጸሎም ደሊኻስ ቃላት እንዲኻ ትስእነሎም ብፍላይ ከምዚ ዓይነት ድፍረት ዘለዎ ሰብ ከዓ እሞ ቃላት ኢኻ ትስእነሉ ብሓፈሻ እንታይ ክብል ደልየ እየ ኣብ ስደት ዘለና ስደተኛታትሲ ዝበዝሓናስ ዝኾነ ዘመሳስል ስምዒት ኣለና ኢለ ካብ ዝርድኦ ኣነ ካብቲ ስምዒታት ንሱ ሓደ ብዝተፈላለየ ኣጋጣሚ ሓደ ስደተኛ ዝቀራረቦም ሰባት ኣለዉ። ስድርኡ ክኾኑ ይኽእሉ፣ ደቂ ዓዱ ክኾኑ ይኽእሉ፣ እንተስ ኣፍቃሪ ተፍቃሪ ክኾኑ ይኽእሉ። ብዝተፈላለየ ኣጋጣሚ ይላለዮም ይደዋወሉ እሞ ካብ ዝሓትዎ ሕቶታት ሓደ ክንደይ ዓመት ጌርካ ዝብል እንተሓቲቶምዎ ንኣብነት ሸውዓተ ዓመት እንድሕር ኢልዎም ኣብ ሸውዓተ ዓመትካ እንታይ ገዚእኻ እንታይ ጌርካ ንኣብነት ነፃ መሬት ገዚኡ እንድሕር ጸኒሑ ክንዲዚ ዓመት ጌርካስ ነፃ መሬት ጥራሕ ክፍልታት ዋላ ስርሑ ተወዲኡ እንድዚ ዓመት ጌርካስ ዘን ክፍልታት እዚአን ጥራሕ ተስርሕ መሓዙትኪ ብድሕረኺ ዝኸዳ ኣብ ከምዚ ገዚአን ከምዚ ሰሪሐን ንስኺ ግን እዚኣ ጥራሕ ሰሪሕኺ እንተዘይ ሒዛ ንባዕሉ እንታይ ሒዝኪ እዚኣ ጥራሕ ምንም ዘይገበርኪ ተዕውሊ ዲኺ ነርኪ ቁም ነገር ዘይብልኪ ቅርሺ መሓዝ ዲኺ ዘይትኽእሊ ስራሕ ዲኺ ጠንኪርኪ ዘይትኽእሊ ብሓፈሻ ብፍላይ ብፍላይ ንደቂ ኣንስትዮ ካብ ዝቐረበ ካብ ዝረሓቐ ካብ ዝሓተን ሕቶታት ተመሳሰሊ እዚ ኩሉ ዓመት ጌርኪ መሓዙት ከምዚ ጌረን ንስኺ ከ ታይ ጌርኪ ዝብል እዩ እተን መሓዙታ እኮ ተሳኺዑለን ክኸውን ይኽእል ብዝተፈላለየ ኣጋጣሚ እንተ ፅቡቕ ደመወዝ ዘለዎ ስራሕ ረኺበን ንስድረአን ከይሓገዛ ንነብሰን ጥራሕ ኮይነን እንተስ ብዝተፈላለየ ኣጋጣሚ ካብተን ዒስራ ሰላሳ ሓንቲ ብድሕሪኣ መፅያ ገዛ ስሪሓ ወይ ገዛ ገዚኣ ተተራእያ ትሕቲ መሓዙታ ሓዙትኪ ከምዚ ገይረን ንስኺ ከ እንታይ ጌርኪ እንታይ ኣለኪ ክንዲዙይ ዓመት ተጌርኪ ደኣ ክንዲዙይ ይህልወኪ ዝብል ተመሳሳሊ ቃላት ክሰምዕ ከሎ ስደተኛ ብጣዕሚ እዩ ሞራሉ ዝስበር። እቲ ቆፂርዎ ዘይፈልጥ ዝሓለፉ ዓመታት ሽዑ ምቑፃር ይጅምር፣ ሽዑ ሞራሉ ክስበር ይጅምር። እታ ገዚእዋ ዘሎ መሬት ይኹን ገዛ ዓጊቡላ ዝነበረ ካብቲ ቃላት ንሱ ካብ ዝሰምዕ ንድሓር ግን ካልእ ክገዝእ እዩ ዝምነ ካልእ ካብኣ ዝዓበየ ምክንያቱ ንኣብነት ሚእቲ ካሬ እንድሕር ገዚኡ ጸኒሑ ክልተ ሰለስተ ሚእቲ ካሬ ዝገዝእ እንድሕር ደኣ ሃልዩ በቃ ኣነስ ዝግበአኒ ዝነበረስ ክንድኡ ማለት እዩ ኢሉ ካልእ ምምናይ ይጅምር እቲ ዘለዎ ነገር ኣቕሊሉ ይሪኦ ብዘለዎ ክዓግበ ኣይኽእልን ኣብ ጎንኻ ዘለዉ ሰባት ወቐስቲ እንድሕር ደኣ ኮይኖም፣ ብዘለካ ነገር ዘነኣእሱኻ፣ ካብ ከድንቑኻ፣ ካብ ጠንካራ ኢኺ፣ ተቓሊስኪ፣ ሰሪሕኽስ መሬት ገዚእኺ ወይ ገዛ ስርሕኺ ኢሎም ካብ ዘድንቑኺ ንላዕሊ እንታይ ኣለኪ ዘይትረብሒ፣ ዘይትፈልጢ፣ ዘይትኽእሊ ዝብል ቃላት ዝውርውርልክን ድሕር ደኣ ኮይኖም ሓደ ደስተኛ ክትኮን ኣይትኽእልን ምክንያቱ መብዛሕትኦም ወቀስቲ ሰባት ንኣብነት ክዳን ተኸዲን ክንተሪኦምኺ ክዳን ከም ዘይጸብቐልኪ መልክዕ ክጽብቕቲ ከም ዘይኮንኪ ቅርጽኺ ኣተሓሳስባኺ ዝኾነ ነገር ክሲ ብሓፈሻስ ኣይትኽእልን ኣይትበቕዕን ዝብል ከምዚ ሕጂ ዝጥቀመላ ዘሎ ቃላት ማለት እዩ ከምኡ ዝጥቀሙ ቃላት እንተሃልዮም ዝጥቀሙ ቃላት ሰባት እንተሃልዮም ኣብ ጎንኺ ኣለዉ ሰባት ንዓኣቶም ልዕል ኢሎም ንኽረኣዩ ንዓኻ ክረግፁኻ ዝደልዩ ንዓኻ ረጊፆም ንሳቶም በሪኾም ክረኣዩ ዝደልዩ ሰባት ኣለዉ ሕጂ ንኣብነት እዚ እቲ ዝገዝኦ ገዛ እናቱ ዓብዪ ነገር እቲ ንሳ ገዚኣቶ ዘላ ግን ዝነኣሰ ነገር ከም ዝኾነ ንሱ ንኽድነቕ ንሱ ዓብዪ ከም ዝኾነ ኮይኑ ንኽረኣዩ እንተኾይኑ ኣብ ጎኑ ዘለዉ ሰባት ደቂሱ ጨቂኑ ንዓኣቶም ረጊፁ ጥራሕ ምዃኑ ዝኣምን ሰብ ኣሎ። ኣብ ከባቢኡ ዘለዉ ሰባት ካብ ከንድቆም ቴስዓን ትሽዓተን ጽቡቕ ነገሮም እናረእየ እታ ሓንቲ ፐርሰንት ካብ ሚእቲ ቴስዓን ትሽዓተን ንዕኣን ደምሲሱ ብታ መበል ሚእቲ ዘላ ሓንቲ ፐርሰንት ብኣኣ ጥራሕ ዝወቀስ ሰብ ኣሎ። ስለዚ ኣብ ጎንኺ ዘሎ ሰብ ወቓሲ እንድሕር ደኣ ኮይኑ ዝወቕሰኪ እንድሕር ደኣ ኮይኑ ብዝኾነ ዝጀመርክዮ ነገር ብዝኾነ ዝሓሰብክዮ ነገር ብዝኾነ ዘማኸርክዮ ነገር ወይ ብዝፈልጦ ምሽጥርኪ ኣይትረብሕን፣ ኣይትኽእልን እናበለ ዳውን ዝገብረክ እንድሕር ደኣ ኮይኑ ዓርሰ እምነትኪ ከም ዝጎድል፣ ተፈጥሮኺ ከም ትጸልኢ፣ ብነብስኺ ከም ዘይትተኣማመኒ፣ ዝኾነ ነዊሕ ሕልሚ፣ ነዊሕ ራእይ ክህልወኪ ንባዕሉ ኣይኽእልን። ከምኡ ዓይነት ሰብ ትሃሊኪ ዝኾነ ሕልሚ ትሓልሚ፣ ዝኾነ ትልሚ ትትልሚ እሞ ድሕሪ ሰሙናት ወይ ድሕሪ ወርሒ ትቕይርዮ ትኽእሊ ኢኺ። ምኽንያቱ ኣይትረብሕን ኣይትኽእልን ጽቡቕ ኣይኮነን እዩ ዝብለኪ ዘሎ ስለዚ ንስኺ ማለት ዝኾነ ሓዱሽ ነገር ንባዕሉ ፈጢርኪ ንኽትሰርሒ ሞራል ክህልወከ ኣይኽእልን ኣይክእልን ኢልኪ ንነብስኺ ስለ ተእምን እዩ ተደጋጋሚ ኣይትኽእልን ዝብል ኢኺ ኣትሰምዒ ብዙሓት ኣለዉ ሕጂ ንኣብነት ኣብ ሶሻል ሚድያ ዝኾነ ንብረታት ገዚኦም ተኸፈልቲ ንክኾኑ ንክሰርሑ ኢሎም ይጅምሩ እሞ ሕልሚ ይህልዎም ንብዙሕ ዓመታት ዝተጸበይዎ እሞ ወይ ዝሓሰብዎ እሞ ብድሕሪኡ ክጅምሩ ከለዉ ኣብ ጎኖም ዘለዉ ሰባት እናሰሓቑ ዝኾነ ቃላት ክድርብዩሎም ከለዉ ድምፆም ደስ ከም ዘይብል ኢዲት ጽቡቅ ከም ዘይኮነ ሰብ ክፈትዎም ከም ዘይኽእል ፌመሳት ክኾኑ ከም ዘይኽእሉ ብሓፈሻ ከምኦም ዓይነት ቃላት ክዛረብዎም ከለዉ እቲ ኩሉ ዝነበሮም ሕልሚ ውድቂ ገይሮም ኩሉ ነገር ዓጻጽዮም ዝገድፍዎ ሰባት ኣለዉ ኣብ ጎንኻ ዘሎ ሰብ ኣይትኽእልን ኣይትፈልጥን ኣይትረብሕን ዝብለካ እንድሕር ደኣ ኮይኑ በቃ ንነብስኻ ኣይክእልን ኣይረብሕን ኢልካ ኢኻ ተቐብላ። እቲ ኣብ ጎንኻ ዘሎ ሰብ ትኽእል ኢኻ ዝብለካ እንድሕር ደኣ ኮይኑ ግን ወላ ዓለማት ከቢበን ኣይትኽእልን ይበላ ከኣ በቃ እቲ ኣብ ጎንኻ ዘሎ ቃል እዩ ሓይሊ ዝኾነካ ይኽእል እየ ኢልካ ኢኻ ንኹሉ ነገር ትስዕሮ ማለት እዩ። ስለዚ እንታይ ጌርኪ ክንድዙይ ዓመት ጌርኪ ትሕቲ መሓዙታ ኣፍቃሪ ይኹን ማንም ይኹን ማንም ማለት እዩ ከምኡ ዓይነት መልሲ ንባዕሉ ከም ዝምልሰልክን ከምኡ ዓይነት ሕቶ ንባዕሉ ከም ዝሓተክን እንድሕር ደኣ ፈሊጥክን ክትደዋወሉ ኢኹን ትቀራረቡ ኣይብልክንን በቃ ሰላምክን ነፃነትክን ሒዝክን ሞራልክን ክሰብሩ ካብ ዝኽእሉ ነገራት እናረሓቕክን ኢኽን ጉዳይ ስደትክን ጉዳይ ዕላማኽን ጥራሕ ክትገብራ ዘለክን ኣብ ጎንኸ ዘሎ ሰብ ማንም ይኹን ማንም ካብቶም ቀይሕ መስመራት ኢልክ ሰሚር ክተቐምጡ እዮም ዝግበአክ ነገር ሓደ ንዓኽ እናቋሸሸ ንዓኽ ዳውን እናገበረ ንዕኡ ሓፍ ኢሉ ንኽረአ ዝፅዕር ሰብ ብምንም ተኣምር ምንም ዓይነት ርክብ ክህልወኪ ክትፈቕድሉ ይኹን ክትደራደሪ ኣይብልክን እዚ ማለት ግን እዞም ኣብ ቅድሜኻ ዝኾነ ጌጋ ክትጋገ ከለኻ ብግልጺ ብፍቕሪ እዚኣ ጌጋ እያ ኣርማ እንጽባሕ ንኸይትጎድኣካ ጽባሕ መስመርካ ንኸይተባላሹ ኢሎም ንጌጋ ጌጋ ንሓቂ ድማ ሓቂ ኢሎም ብፍቕሪ ዝድግፉኻ ብፍቕሪ ዝእርሙኻ ሰባት ማለተይ ግን ኣይኮንኩን ብሓፈሻ ናብዚ ሓፍተይ ክምለስ ከለኹ ካብ ጽሒፋቶ ዘላሲ ኣነ ጌጋ እዩ ኢለ ካብ ዝተረዳእኽዎ ሓደ ዋላ ኩሓሊለይ ይኹንሲ እዞም ዘውጽኦም ቃላትስ ይጎድኡኒ ኢላ ካብ ዝጽሓፈቶ ኣነ ይቅርታ ደኣ እምበር ብሓልዮት ዘይኮነ ብጥቅምን ጥቅምን ጥራሕ እየ ተረዲኤዮ ምክንያቱ ሓደ ሓልዮት ንባዕሉ መግለፂ ፍቅሪ እዩ ካብ መግለፂ ፍቅሪ ንባዕሉ ሓልዮት እዩ ሓልዮት እውን ፍቅሪ እዩ ፍቅሪ እውን ሓልዮት እዩ ከምኡ እዩ እንድሕር ደኣ ኢልና ልዕሊ ኩሉ እንድሕር ደኣ ሓልዩላ ኮይኑ እንድሕር ደኣ ሓደ መግለፂ ፍቅሪ ኮይኑ ሓልየት ልዕሊ ኩሉ ንጥዕናኣ ንሂወታ እዩ ክጭነቐላ ዝግባእ ክሓልየላ ዝግባእ ምክንያቱ ንሳ እያ ትዓብዮ ልዕሊ ኩሉ ንሳ እያ ትቐርቦ ካብ ገንዘባ ማለት እዩ ኣብ ዝሓመመቶ ኣብ ዝኸሰረቶ ናይ ምሽዋር ይኹን ናይ ኩሉ ወጻኢታት ኣውጽኣቶ ዘላ ናይ ወርሒ ናይ ክልተ ወርሒ እናበለ ገንዘባ ደሚሩ እዘይ ትረብሒ ትሕቲ መሓዙታ ከምዚ ዘይኮንክ እናበለ ሞራላ ዝትንክፉ መረርቲ ቃላት እናወርወረሲ ሓልየት ክብሎ ኣይክእልን። ኣነ ጥቅሚ እየ ዝብሎ ኣብ ልዕሊኣ ንባዕሉ ፍቅሪ ኣለዎ ክብል ንእሽተይ ከቢድኒ እየ ኣነ ምክንያቱ ዘፍቅራ ተዝኸውን ነይሩ ልዕሊ ኩሉ ንሳ እያ ትቀርቦ ብዛዕባ እዩ ክጭነቅ ዝግብኦ ማለት ንሓንቲ ናተይ ኢሉ ዝሓለየላ ናተይ ኢሉ ዝጭነቀላ ወድሲ ኣብ ዝኾነ ቦታታት እንተትውዕል ነይራ ካብ ስራሕ ወፃኢ ኣብ ዝወረደ ቦታታት እንተትውዕል ነይራ ካብኡ ንክትወፅእስ ዝኾነ ቃላት እንተትዛረባ ነይርኳስ ሓሊልክዩ ምበልናያ ነይርና ኣነ ንባዕለይ ከምኡ ምበልክዋ ነይረ ነገር ግን እዚኣ ኣብ ስራሕ ኣብ ከርተት እያ ዘላ ግን ምስኻ ዓዊዋ ትገዚኣቶ ዘላ ገዚኣ ተውፂኣቶ ዘላ ወፃኢታ ተውፂኣ ከዓ ኣብ ዘላቶ ደረጃ በፂሓ ኣላ ማለት እዩ ስለዚ እንድሕር ደኣ ተንከራቲታ ምስኻ ዓዊዋ ክርደአላ እዩ ዝግባእ ንሳ እውን ንሱ ተንከራቲቱ ምስኻ እንድሕር ደኣ ኣዊዎ ክትርደአሉ እዩ ዝግባእ ልዕሊ ኩሉ ንሳ ተዘይተረዲኣትሉ ልዕሊ ኩሉ ንሱ ከም ዝቐርባ ልዕሊ ገንዘብ ከም ዝኾነ እንድሕር ዘየርእያቶ ኣፍቃሪት ክትበሃለይ ትኽእልን ንሱ እውን ኣፍቃሪኣ ክበሃለይ ይኽእልን መብዛሕትኦም ጥቕመኛታት ሰባት ሕጂ ንኣብነት ካብዘን ጥቕመኛታት ኣፍቀርቲ ዘለወን ደቂ ኣንስትዮ ካብ ዝጽሕፍኡ ዘለዋ ዛንታታት ካብ ዝቐርቦ እዞም ጥቕመኛታት ዝተፈላለየ መልክዕ እዩ ዘለዎም። ኩሉ ገንዘብ ሃብኒ ኣይበለክን ማለት እሞ ከዓ ከምዚ ዓይነት ቃላት ናወርወረልኪ ንፍቕሪ እዩ ቀሪቡኪ ኣብ ልዕሌኽስ ጥቕሚ የብሉን ብጥቕሚ ኣይኮነን ቀሪቡኪ ክትብል ኣይትኽእልን። ካልእ ድማ ኣፍቃሪኻ ገንዘብካ ክቆጻጸር መሰል ኣለዎ ዶ ግዴታ ድዩ ኩሉ ነገር ክትዛረቦ ናይ ባዕሉ ሓቢኡ ናተይ ግን ክቆጻጸረኒ ይደሊ ንዝበልክዮ ኣፍቃሪኺ ገንዘብኪ ክቆጻጸር ምንም ዓይነት መሰለ ይብሉን ንስኺ እውን ምንም ዓይነት መሰለ ይብልክን ግን ብግልጺ ተረዳዲኹም ክንደይ ከም ዘለኪ ኣበይ በጺሒ ከም ዘለኪ ከም ዘለኺ ንኣብነት ድሕሪ ዝኾነ ግዜ ኣብ ከምዚ ምስ በጻሕና ከምዚ ምስ ሰራሕናስ ክንመርዖ ኢና ወይ ክንወልድ ኢና ኢልኩም እንድሕር ደኣ ትልሚ ተውፅኡ ኮይንኩም፣ ብግልፂ እንድሕር ደኣ ትቀራረቡ ኮይንኩም፣ ትደጋገፉ፣ ትረዳድኡ እንድሕር ኮይንኩም፣ ብናትኩም ድሌት ኢኹም ደኣ ትዘራረቡ እምበር ኣፍቃሪኸ ቅርሽኺ ክቆፃፀር ናቱ ክትቆፃፀሪ ምንም ዓይነት መሰል ኣይብልክን። ምክንያቱ ኣፍቃሪኺ እምበር ሰብኣይኪ ኣይኮነን። ስለዚ ሓደ ብጣዕሚ ዝገረመኒ ነገር ናቱ ሓዊኡ ናቱ ክትፈልጥዮ መሰል ዘይብልኪ ናትኪ ድማ ናይ ወርሒ ክስካዕ ሸሞንተ ወርሒ ንባዕሉ ተቆፃፂሩ ገንዘብ ክንክፈልጥ መሰል ዘለዎ ስለዚ ሓደ እዚ ዓርሱ ዝኸኣለ ኣነ ካልኣይ ቀይሕ መስመር እዩ ምበልክዎ ነይረ ካብዚ ኣቐዲመ ክገልጾ ዝጸናሕኩ ቀይሕ መስመር ማለት እዩ ካልእ ሓቲትክዮ ዘለኺ ድማ ገዛይ ሸይጠ ዓዲ ከይደ ጥራሕ ኢደይ ገዛይ ከይወዳእኹ እዚ ገዛይ ሸይጠ ናብ ናቱ ገዛ ኣትየ ሓዳረይ እንተገበርኩ ኢልኪ ምኽሪ ደሊኺ ቀሪብክዮ ዘለኺ ኣቕሪብክዮ ዘለኺ ኣብዚ መወዳእታ ገና ናብ ኢዱ ከይኣተኺ፣ ምስ ገንዘብኪ፣ ምስ ገዛኺ ገና ከይሸጥክዮ፣ ሸይጥኺ ናብ ኢዱ ከይረከብክዮ ከለኽኳስ ከምዚ ዓይነት ምስሊ እንድሕር ደኣ ርእይኪ፣ ጽባሕ ንግሆ ገዛኺ ሸይጥኪ ጥራሕ ኢድኪ ምስ ተረፍኪ፣ ኣብ ትሕቲኡ ጽግዕተኛኡ ምስ ኮንኪ ከምዚ ዘለዎ ባህርይ ከርእየኪ ዝኽእል፣ ከንብረኪ ዝኽእል ነገር ኣብ ግምት ኣእትዊ። ኣነ ብጣዕሚ ካብ ዘስግእ ዓይነት ባህርያት ኢለ'የ ተረዲኤዮ። ምኽንያቱ፣ እንድሕር ደኣ ኩሉ ግዜ ዳውን ዝገብረክ፣ ኩሉ ግዜ ኣይትረብሕን፣ ኩሉ ግዜ ኣይትኽእልን ዝብለክ እንድሕር ደኣ ኮይኑ፣ መዓልቲ መዓልቲ እቲ ቃላት ንሱ ምስማዕ ንባዕሉ ሓደ ዓርሱ ዝኸኣለ ከቢድ ተጽዕኖ እዩ። ስለዚ ሕጂ ብቅርሽኺ ቅርሺ ቅርሺ እናበለ ኣብ ትሕቲ ቁጽጽሩ ንኽትኣትዊ ከምኡ ጌሩ ዝቆጻጸረኪ ብዛዕባ ጥዕናኺ ብዛዕባ ምንም ነገርኪ ዘይጭነቕ ወዲ እንድሕር ደኣ ሃልዩ፣ ቅርሽኽን ቅርሽኽን ዘገድሶ እንድሕር ደኣ ኮይኑ፣ ጽባሕ ንግሆ ኩሉ ነገር ከረኪብኪ ጥራሕ ኢድኪ እንተኣቲኺ ክገጥመኪ ዝኽእል ነገር፣ ገና ኣብ ስደት ከለኺ ኣብ ግምት ኣእትውዮ። ስለዚ ገንዘብኪ ሓዚ፣ ገዛኺ ሓዚ፣ ዕላማኺ ኣሳኺ፣ ባህርያቱ እንተተቐይሩ ረኣዮ፣ እንተዘይተቐይሩ ግን ንዕኡ ጥራሕ ኣሚንኪ እንተኣቲኺ ኽገጥመኪ ዝኽእል ተፅዕኖ፣ ክገጥመኪ ዝኽእል ጭቆና ኣብ ግምት ኣእትውዮ፣ ከይትታለሊ። ኢለ እየ ኣነ ክመኽረኪ ዝኽእል፣ ካልኦት እውን ክምኽርኹሞ ብምኽሮም ክትጥቀምሉ ተስፋ ይገብር። ንሎማዓልቲ ዝነበረትና ፃንሒት እዚኣ እያ ትመስል። ኣብ ቀፃሊ ቪድዮ ክስካዕ ንራኸብ። ሰሰናዩ ንዓኹም። ባይ ባይ።